ኣብ ስራሕካ ኣበርቲዕካ ተሰሪሕካ ጽቡቕ ኣእታዊ ስለ ትረክብ፣ ኣብቲ ድበለጸ ሆቴል ከይድካ ክትዘናጋዕ ትኽእል ኢኻ። ምስ ስራሕካ ተወሳኺ ኣብ ገዛእ ርእስኻ ብዕጽፊ ኣበርቲዕካ ተሰሪሕካ ከኣ እቲ ዝዓበየ ሆቴል ክትገዝኦ ትኽእል ኢኻ። ናይ ሎሚ መደብና እዩ ኣብ ገዛእ ርእስኻ ኣበርቲዕካ ምስራሕ እንታይ ማለት እዩ? ብጣዕሚ ዝገርም ለውጢ! ኣብ ህይወቶም ዘምጽኡ ሰባት ኣብ ገዛእ ርእሶም ዝሰርሑ ሰባት እዮም። መብዛሕትና ኣብ ስራሕና ኣበርቲዕና ኢና ንጽዕር፣ ንሕና ግን ኣይዓበናን። ኣብቲ ዘለናዮ ጠጠው ኢልና ኢና ዘለና። ንብዙሕ ነገር ግዜ ንህብ ኢና፣ ንምዝንጋዕ ግዜ ንህብ፣ ንምድቃስ ግዜ ንህብ፣ ምስ ሰባት ግዜ ነሕልፈሉ ግዜ ንህብ ኢና። ስራሕ ንምስራሕ እውን ግዜ ኣሎ፣ ኣብ ገዛእ ርእስና ንምስራሕ ግን ግዜ ኣይሃብናን። ብኸመይ ኢና ደኣ ኣብ ገዛእ ርእስና ክንሰርሕ ዘለና? ብኸመይ መንገዲ ኢና ክንቅየር ንኽእል? ዝብል ኢና ሎሚ ከነዕልል ምሳይ ጽንሑ። ሓደ መንእሰይ ከምዚ ክብል ንሓደ ጥበበኛ ኣቦ ሓተቶ፣ ኣብዛ ዓለም እቲ ዝዓበየ ሸኸም እንታይ እዩ? እቶም ጥበበኛ ኣቦ ድማ ብዘይ ውልውል ከምዚ ኢሎም መለሱሉ፣ ወደይ! ኣብዛ ዓለም ዝዓበየ ሸኽም ደኣ ወላ ሓደ ነገር ዘይምስካም እዩ። እንተ ዘይዘራእካ ኣይትዓጽድን፣ እቲ ዝበለጸ ስራሕ፣ እቲ ዝጸበቐ ገዛ፣ እታ ናይ ህይወትካ ኣፍቃሪት፣ ኩሉ ኣብ ዓለም ትደልዮ ዝኾነ ሰብ መጺኡ ብድቁስካ ኣይክህበካን እዩ። ባዕልኻ ክትትስእ ኣለካ። ባዕሉ ክመጸካ ኣይትጸበ። ህይወትካ ወላ ሓደ ሰብ ኣይቅይረልካን። ባዕልኻ ምትሳእ ኣለካ። ሓደ ሓደ ሰባት ካብ ኮሌጅ ምስ ተመረቑ ገዛእ ርእሶም ንምዕባይ ኣቋሪጾም እዮም። ኣብታ ሳርቫይቭ ዝገብረላ ብደሞዝ ተቖጺሩ ዝሰርሓላ ቦታ ኣብኣ ክነብር ወሲኑ እዩ። ኣብ ርእሲ እዚ ተወሳኺ ኮርስ ተትመሃር፣ ገለ ሓድሽ ስልጠና ተትውስኽ፣ ካብኡ ምስ ዝሓሹ ሰባት ምስ ዝውዕል፣ ገዛእ ርእሱ ተዝዕቢ ደሞዙ ዕጽፍታት ክገብሮ ምኸኣለ። ግን ከምዚ ኣይሓሰበን። ኣብታ ዘለዋ ቦታ ኮፍ ኢሉ ጥራይ ብዛዕባ ደሞዙ የማርር። ፍቱዋት ዋጋኹም ክውስኽ ኣለዎ። ፍልጠትኩም፣ ብልሕኹም ከም ሓደ ገረብ ዳዓበየ ክኸይድ ኣለዎ። ካብ ካልኦት ትጽበይሉ ዘበን ከብቅዕ ኣለዎ። ኣብ ገዛእ ርእስኻ ሓላፍነት ወሲድካ ስራሕ። ኣብ ቀብርኻ እንታይ ክንበበልካ ትደሊ? ብጠባዩ ዝተመስገነ፣ ንበዓልቲ ቤቱ እሙን፣ ኣቦ ሰለስተ ቆልዑት በዚ ዕለት ብሞት ተፈልዩ ጥራሕ ክበሃለልካ ኢኻ ትደሊ ወይስ እዚ ሰሪሑ እዚ ዛዚሙ እዚ ጌሩ እዚ ከፊቱ እዩ ክበሃለልካ ትደሊ? ንስኻ ምስ ከድካ ብዛዕባኻ ዝዛረቡ ቤተሰብካ ጥራሕ እዮም ወይስ ኩሎም ዝፈልጡኻ ብብርታዔኻን ብሞያኻን ክምስክሩ? እቲ ምርጫ ናትካ እዩ። ኣብ ገዛእ ርእስኻ ምስራሕ ዘድልየካ ድማ ነዚ እዩ። ስራሕካ ዝኾነ ዓይነት ክኸውን ይኽእል እዩ ግን ንስኻ ተጎዲልካ ክፍለጥ ኣለዎ ኣብቲ ትሰርሓሉ ቦታ ሰባት ክፍለጦም ኣለዎ ሕጂ ኢና ኣብ ጸገም ዝኣተና ንዕኡ ዝትክእ ሰብ ካበይ ኢና ከነምጽእ ክብሉ ኣለዎም ንስኻ ተዘየለኻ ጉድለታት ክረኣዩ ኣለዎም ተዘይ ኮይኑ ኣብዚ ነይሩ ስራሕ ተቆጺሩ ነይሩ ገዲፍዋ ከይዱ ዝበሃል ሰብ ክትከውን የብልካን ሓደ ትካል ዝኸፍለካ ንፍልጠትካን ልምድኻን ኢሉ እዩ ናትካ ፍልጠት ብቅልጡፍ ተዓብዩ ዋጋኻ ድማ ምስኡ ይውስኽ ንዓኻ ዝመጣጠን ነጋዳይ፣ ከሻናይ፣ ማናጀር፣ ሶፍትዌር ኢንጂነር ወይ ድማ ዶክተር የለን ኢልካ ሓሲብካ ትፈልጥ? እዚ ኣባኻ ኣብ ጻዕርኻ ዝተመርኮሰ እዩ። እቲ ሞያ ኣይኮነን ወሳኒ፣ እንታይ ደኣ ነቲ ሞያ እትኸፍሎ ዋጋ እዩ። ሰባት ከባራትዑኻ ትጽበ ተኾይንካ፣ ስቕ ኣብ ዝበልሉ ግዜ ንስኻ ጠጠው ክተብል ኢኻ። ስለዚ ፍቱዋት፣ ስቕ ኢልኩም ኣብ ገዛእ ርእስኹም ስርሑ። ጻማኹም ባዕሉ ንመንነትኩም ክገልጾ እዩ። ናይ ዱባን ኮሚደረን ተኽልታት ብሓደ ግዜ ይዓብዩ፣ ንነዊሕ ሰሙናት ድማ ፈርዮም ብዙሕ ምህርቲ ይገብሩ። ናይ በረድ ግዜ ምስ ሓለፈ ድማ ፍረታቶም ረጊፉ ይመውት። በንጻሩ ኣግራብ ንኽዓብዩ ብዙሕ ዓመታትን ኣዋርሕን ይወስዱ። ምስ ዓበዩ ግና በረድ ምጻእ ካልእ ብዘይ ሓደ ጸገም ይሓልፍዎ። ስለዚ ርኢኹም ብቕልጡፍ ላዕሊ ተደይብካ ብቕልጡፍ ንቕልቁል ክትወርድ ኢኻ። ነቶም ኣግራብ ንነዊሕ ክጸንሑ ዝገበሮም ንዓመታት ብትሕቲ መሬት መሬት ዝዝርግሕዎ ሱር እዩ። ንስኻ ድማ ኣብ ግዝያዊ ነገር ከየድሃብካ ንነዊሕ ኣብ ገዛእ ርእስኻ ስራሕ። ተዘይኮነ ዓወት ዝመስል ግዝያዊ ስለዝኾነ ከም ንፋስ ሽው ኢሉ ክጠፍኣካ እዩ። ሓደ ሓደ ሰባት ሂወቶም ጸደፍደፍ እዩ ብጣዕሚ ቢዚ እዮም ሂወቶም ናብርኦም ግን ኣይተለወጠን ኣታዊኦም ኣይወሰኸን ሪኢኹም ንህብን ሃመማን ማዕረ እዮም ዝሰርሑ ማዕረ ድማ ይነፍዑ ንህቢ ማዕረ ይምርት ሃመማ ድማ ማዓር ይባላሾ ሓደ ዓይነት ነገር ዳገበርካ ፍሉይ ውጽኢት ኣይትጸበ ነቲ ትፈትዎ ነገር ዋጋ ምኽፋል የድልየካ ፍትወይ ሰብ ንገዛእ ርእሱ ጥራሕ ኣይነብርን። ንዓኻ ዝጽበዩ ብዙሓት ሰባት ኣለዉ። ንዓኻ ንበይንኻ ደኣ ሓንቲ ክፍሊ፣ ሓንቲ ባኒ እንድያ ትኣኽለካ። ነዚ ንምስኻዕ ዓቢ ዋጋ ምኽፋል ከማን ኣየድልየካን እዩ። እቲ ዓቢ ነገር ዝደሊ ሰብ ግን ንእሽተይ ስራሕ ዋላ ትኹን ንጽባሕ ኢሉ ኣየሕድራን። ካብ ዓራት ተስእ፣ ስፖርት ስራሕ፣ መጽሓፍ ገንጽል፣ ሻወር ውሰድ፣ ናብ ስራሕ እቶ። ፍቱዋት፣ ናይ ሎሚ ንኣሽቱ ዝበሃሉ ጻዕርታትኩም ተኣኻኺቦም እዮም ጽባሕ ዓብዪ ዝገብሩኹም። ገረብ ንምቑራጽ፣ ሽዱሽተ ደቒቕ ተተዋሂብኒ ኣርባዕተ ደቒቕ ነቲ መቑረጺ ጽቡቕ ጌረ ከብልሖ ምወሰድኮ። ንስኻ ውን ግዜኻ ክተጥፍኦ ዝግብኣካ ኣብ ገዛእ ርእስኻ ምቕያር ዩ ምበር ስራሕ፣ ገንዘብ፣ ናይ ፍቕሪ ዝምድና ምምሕያሾም ብጣዕሚ ቀሊል ዩ። ፍትዋት መጀመርታ ንስኻትኩም በተሓሳስባን ብስብእናን ተለወጡ ደኣ ምበር እቲ ካልእሲ ምቕያሩ ኣይተርፎን ዩ። ንኣሽቱ ዝመስሉ ጽቡቕ ልምድታትካ ኣይትንዓቆም ንግሆ ምትሳእ፣ ንዓሰርተ ደቒቕ ዋላ ይኹን ስፖርት ምስራሕ፣ ንዓሰርተ ደቒቕ ይኹን ምንባብ ወይ ከኣ ፈጣሪኻ ምምስጋን ሎሚ እንተዘይገበርኩ ጸገም የለን ጽባሕ ይገብሮ ኣይትበል። ንኣሽቱ ልማዳት'ዮም ቀጥ ኣቢሎም ሒዞምኻ ዘለዉ። ንኣሽቱ ነገራት ዝመስሉ ኣይትንዓቑ ፍቱዋት። ኣብዛ ዓለም ሰለስተ ዓይነት ሰባት ኣለዉ። እቶም ናይ መጀመርያ ዓይነት ሰባት ነገራት ኩሉ ብጻዕሮም ዘሳኽዑ እቶም ካልኣይ ዓይነት ሰባት ድማ ነገራት ክሳኽዑን ዘይክሳኽዑን ደው ኢሎም ዝዕዘቡ እዮም። እቶም ሳልሳይ ዓይነት ሰባት ግን ብጭራሽ እንታይ ይኸውን ኣሎ ፈጺሞም ዘይፈልጡ እዮም። ንስኻ ኣበይ ኢኻ ዘለኻ? ህይወት ምርጫ እያ። ካብዞም ሰለስተ ዓይነት ሰባት ሓደ ክትከውን መሰል ኣለካ። ምስኻዕ ልክዕ ከም ክራይ ገዛ እዩ። ገዚእካዮ ኮፍ ክትብለሉ ኣይትኽእልን። ስለዚ ኩሉ ግዜ ትጽዕር፣ ንጎ ትትስእ፣ ተንብብ ትጽዕር ትመሃር በቃ ንዕላማ ክሳብ ዝጠቐመ ዋጋ ምኽፋል ኣለካ እዚ ምግባር ግን ቀሊል ኣይኮነን ቀሊል ተዝኸውን ኔሩ እሞ ኩሉ ምገበሮ ኔሩ ብግዜ ቁልዕነትና ኣብ ቤት ትምህርቲ ከለና ዝኾነ ነገር ዘክሩ ተንበሃል ክልተ ዓይነት ሰባት ኢና ንዝክር እቶም ሓደ ብጣዕሚ ንፉዓት ዝጭብጨበሎም ዝነበሩ እዮም ጽቡቕ ነጥቢ ዘምጽኡ መምሃራን ዘድንቕዎም ነዚኦም ንዝክር ምሽ እቶም ካልኣይ ንዝክሮም ድማ ብጣዕሚ ዝርብሹ እዮም ውዑያት ዝበኣሱ፣ ኩሉ ግዜ ዝቕጽዑ፣ ፈጺምና ኣይንርስዖምን ኢና። እቶም ኣብ መንጎ ዘለዉ ሰባት ግን ኣይንዝክሮምን፣ ዋላ ሓደ ትዝ ኣይብለናን። ርኢኹም? ማእከላይ ምዃን ኣየተኣማምንን'ዩ። እቲ ዘለካ ህይወት ናብ ጫፍ ክተብጽሖ'ዩ ዘለካ። ኣብ መንጎ ደው ኣይትበል። ዘለካ ናይ ባንክ ሕሳብ ናብ ጫፍ ክተብጽሖ፣ ነቲ ዘለካ ናይ ትምህርቲ ደረጃ ናብ ጫፍ ክተብጽሖ፣ ነቲ ዘለካ መንፈሳዊ ህይወት ናብ ጫፍ ክተብጽሖ፣ ከምዚ ንኽትገብር ዘኽእለካ ድማ ኣብ ገዛእ ርእስኻ ምስ ትሰርሕ እዩ። ማእከላይ ዝኾነ ኣታዊ ኣለካ? ማእከላይ ዝኾነ ናይ ሓዳርካ ሓጎስ? ኣብ እምነትካ ዘሎ ብርታዐ ማእከላይ ድዩ? ኣነ ክሳብ ጫፍ ዝበጽሕ እምነት፣ ክሳብ ጫፍ ዝበጽሕ ሓጎስ፣ ክሳብ ጫፍ ዝበጽሕ ኣታዊ ዘለዎ ሰብ ምዃን ኣለኒ በል። ከም መብዛሕትኡ ሰብ ማእከላይ ጻዕሪ ዳገበርካ ማእከላይ ህይወት ምንባር ኣየዋጽኣካን። ኣብ ገዛእ ርእስኻ ምስ ትሰርሕ እቲ ለውጢ ኣይፍለጠካን ብውሽጢ ውሽጢ ኢኻ ትዓቢ ኣብ ሓደ ሰዓት ግን ሂወትካ ታሪኽካ ተለዊጡ ኣሎ ናብቶም ናይ ቀደም ኣዕሩኽትኻ ምስ ትኸይድ ክትርድኦም ኣይትኽእልን ኢኻ ለካ ከምኣቶም ባየ ዝሓስብ ኔረ ሕጂ ገዲፈዮም ወጽየ ክትብል ኢኻ ምጽላይ ማለት ኣብ ገዛእ ርእስኻ ምስራሕ ማለት እዩ ወይ ከኣ ርእስኻ ምህናጽ ማለት እዩ ኣብዚ መዓት ውጻእ ውረድ ዘለዎ ዓለም በይንኻ ምቅላስ የብልካን ምስ ፈጣሪኻ ምዝርራብ የድልየካ ንጎተ ሲእካ ገዛእ ርእስኻ ምህናጽ ምኽንያቱ ንድቃስካ ከይሰዓርካ ሂወት ከተሰንፋ ከቢድ ክኾነካ ዩ ናብ ጽባሕ መብጽሒ ሎሚ ምምሃር ምልምማድ ሞያታት ምምዕባል ቋንቋኻ ምዕባይ ምስ ካባኻ ዝሓሹ ሰባት ምውዓል ኣብ ገዛእ ርእስኻ ምስራሕ ዩ ምኽንያቱ ናፍቲ ጫፍ ንምውጻእ ብዙሕ ዕጥቂ ዩ ዘድልየካ ሓደ ሰብ ናብ ኩናት ሓንቲ ጥይት ሒዙ ኣይከይድን'ዩ፣ እንተዘይኮይኑ ክማረኽ'ዩ፣ ሓንቲ ጥይት ተኲሱ ይማረኽ፣ ብዙሕ ጥይት ክዓጥቕ ኔርዎ። ርኢኻ፣ ንስኻ'ውን ትትበጽሖ ቦታ ዓቢ እንተኾይኑ ምድላው ይግብኣካ፣ እቲ ትዳለዎ ድማ ኣብ ገዛእ ርእስኻ ምስ ትሰርሕ'ዩ፣ ሕጂ ኣብ ገዛእ ርእስኻ ምስ ትሰርሕ፣ ምስ ትመሃር፣ ዝኾነ ነገር ምስ ትፍትን፣ ገንዘብ ከተውጽእ፣ ግዜኻ ክትህብ፣ ጉልበትካ'ውን ክትውድእ ትኽእል ኢኻ፣ ንስኻ ኣብ ገዛእ ርእስኻ ኣብ ትሰርሓሉ ሰዓት ካልኦት ክሰርሑ ገንዘብ ክእትዉ ክትሪኦም ከለኻ ንስኻ ድሕሪት ዝተረፍካ ኮይኑ ይመስለካ። ኣነ ነቲ ሕልመይ ማስተር ክገብር ካልኦት ግን ገንዘብ እገብሩ ደሞዝተኛታት ኮይኖም ይሰርሑ ትብል ኣይተረደኣካን እምበር ብዝፈለጥካዮ ፍልጠት መጠን ብዝወሰኽካዮ ሓድሽ ነገር መጠን ዋጋኻ ዳዓበየ እዩ ዝኸይድ ንስኻ ፍልጠትን ልምድን ምስ ትሕዝ እቶም ተቖጺሮም ዳሰርሑ ዝእትዉ ገንዘብ ኣብ ሰዓት ክትእትዎ ኢኻ። ክገርመካ እዩ ለከ ከምዚ እዩ ክትብል ኢኻ ፍትዋት ኣቐዲሞም እንተ ተለዊጦም ንዓኹም መነቓቕሒ ደወል እዩ ናይ ፍቕሪ ዝምድና ተተባላሹ ንዓኻ መነቓቕሒ ደወል እዩ ስራሕ ተዝሒሉ ኣታዊ ተጠፊኡ ነገራት በቲ ንስኻ ትደልዮ ምኻድ ተኣብዮም ንዓኻ ናይ መነቓቕሒ ደወል እዩ። ሕጂ ዘለኻዮ ኩነታት ናይ ጽባሕ መጻኢኻ ኣይውስንን እዩ። ፍትዋት ኣብ ገዛእ ርእስኹም ስርሑ። ካብ ድሕሪት ተሲእኩም ንዝኾነ ሰብ ክትቅድምዎ ትኽእሉ ኢኹም። ክሳብ መወዳእታ ስለ ዝተኻታተልኩምኒ ብልቢ እየ ዘመስግነኩም። ላይክ ሸር ግበርዋ ኢኹም። ኣብ ዝመጽእ ብኻልእ ቪድዮ ክሳብ ንራኸብ ሰሰናዩ ንዓኹም። ሂወትኩም ብንቕሓት ምርሕዋ።